ሰላማት ሰላማት ዝኸበርኩም ኣሕዋት ከመይ ትኾኑ ከመይ ትኾንዩ ሎማዓንቲ ከዓ ሓንቲ ኣፕሊኬሽን ሒዘልኩም መፅእ ኣለኹ እታ ኣፕሊኬሽን እዛ ኣብ ቅድሚት ንሪኣ ዘለና ኒው ፓይፕ ትበሃል ኒው ፓይፕ ካብ ፕለይ ስቶር ኣይርከብን እዩ ግን ነቲ ሊንክ ገድፈልኩም ኣብቲ ቀዳማይ ኮመንት ንጽሕፈሉ ናይ ዲስክሪፕሽን ቦታ ኣብኡ ገድፈልኩም እኽእል እየ ሽግር ዝበሃል የለን ንስኹም ነታ ሊንክ እቲኣ ተንኪፍኩም ቀጥታ ዳውንሎድ ክትገብርዎ ትኽእሉ ኢኹም ብመጀመርያ ግን ኒው ፓይፕ እንታይ ይጥቕሙ ኢልና ነቲ ጥቕሚ መጀመርያ ክንሪኦ ብድሕሪኡ ከመይ ጌርና ዳውንሎድ ንገብሮ ከኣ ከርእየኩም እየ። ኒው ፓይፕ እዚኣ እያ ኢለኩም ኣለኹ እዚኣ ኒው ፓይፕ ከምዚኣ ጌርና ንኸፍታ ልክዕ ከም ናይ ዩቱብ ዓይነት ጣሽሚ ዘሎ ኣብ ዩቱብ ንረኽቦ ብምሉኡ ፊልምታት ኣብ ዩቱብ ክንረኽቦ ንኽእል ኩሉ ክንረኽቦ ንኽእል ኢና ኣብዚ ንኣብነት ሓንቲ ደርፊ ከነምፅእ ነዚ ኣነ መሪፀ ዘለኹ ናይ ቀደም ደርፊ እዩ። እቲ ደርፊ ብቐድዕ ስለ ዝፈትዎ ነዚ ኣምጺኤዮ ኣለኹ። ኣብኡ ከለና ሕጂ ናብ ትምህርቲ ክንከይድ። ሕጂ እዛ ምልክዕቲ ጓል ሄዋን ትብል ደላ ተንኪፍና ኣለና። እዛ ደርፊ ከምዛ ትሪእዋ ደለኹም መጺኣ ኣላ። ኣብዚ ታሕቲ ኣብዚ ታሕቲ ከምዚ ትሪእዎ ደለኹም ሰለስተ ምርጫ ሂብና ኣሎ። ባክግራውንድ፣ ፖፕ ኣፕ፣ ዳውንሎድ ድብል ኣሎ። ኣዚኤን ሰለስተ ብዝርዝር ክርኤየን ኢና። ብመጀመርያ ነዚ ፖፕ ኣፕ ከርእየኩም ፖፕ ኣፕ ተይልናዮ ይቕሬታ ኣብዚኣ ከይከፈትኩላ ጸኒሐ እቲ ፐርሚሽን ክቦ ኣለኒ ፖፕ ኣፕ ኢለዮ ከምዛ ትሪእዋ ዘለኹም ብንእሽተያ ትብል ሕጂ ዋላ እዚ ሆም ቦተን ጸቒጠ ዓጽየ ኣለኹ ራይዎ እዚ ኣብ ዝደለኽዎ ቦታ ክገብሮ ክእል እየ ኣብ ደለኽዎ ቦታ ገይረ ንዓኹም ድምፂ

ኣረይ ከምዛ ትሰምዕዋ ዝጸናሕኩም እታ ታሽሙ ትቅጽል ኣላ እታ ደርፊ ናለኩም ትቅጽል እያ ደላ ራኣይዋ ኣነ ኣብ ዝደለክዎ ቦታ ጌረ ካልእ ጉዳየይ ክጥቀም እክእል እየ ምስ ቤተሰበይ ከዕልል እክእል እየ ፌስቡክ ክጥቀም እክእል እየ ካልእ ካልእ ዝንበብ እንድሕር ኣሎ ኣብ ሞባይለይ ዳውንሎድ ዝገበርክዎ መጽሓፍ ቅዱስ ድዩ ቁርኣን ድዩ ካልእ ካልእ እንድሕር ኣለኒ ዝንበብ ከንብብ እክእል እየ ሐራይ እታ ፖፕ ኣፕ ትብል እዚኣ ኮይና እታ ካልኣይቲ ከኣ ናብታ ካልኣይቲ ክንምለስ እታ ካልኣይቲ ባክግራውንድ ትብላ ኣላ ኣብዚኣ ትሪእዋ ዘለኹም ባክግራውንድ ኦኬ ባክግራውንድ ባክግራውንድ ክብላ ይቕሬታ ባክግራውንድ ምስ በልኩዋ ርኣይዎ

ኣረ እዚ ድምፂ ከም ዝሰማዕኹሞ እዩ ኣብዚ ላዕሊ ኮይኑ ናሃለ ይሰርሕ ኣሎ ጠጠው ኣቢለ እየ ፀኒሐ ፕለይ ክብሎ እየ ይሰርሕ ኣሎ ንዓኹም ማይክሮፎን ጥቀም ስለ ዘለኹ ክስማዕኩም ኣይክእልን እዩ ግን ብከምዚ መንገዲ ይሰርሕ ኣሎ ንሕና ኣብ ጁባና ዋላ እዚ ሎክ ስክሪን ጌርና ኣብ ጁባና ጌርና ክንጥቀመሉ ንኽእል ኢና፣ ኣብ ዝኾነ ቦታ ገዲፍና ክንጥቀመሉ ንኽእል ኢና፣ ዋላ ሓንቲ ሽግር ዘለዎ ኣይኮነን። ኣረ እዚኣ እንድሕር ወዲእና ናብታ ሳልሰይቲ ትምህርቲ ክንከይድ፣ እታ ሳልሰይቲ እታ ሳልሰይቲ ጽቡቕ ነገራ እዚኣ ዳውንሎድ ትብል ዳውንሎድ ምስ በልናዮ ራይዎ ክልተ ምርጫ ሂብኒ ኣሎ ብቪድዮ ዲኻ ትደሊ ብኣውድዮ ኢልኒ ኣሎ ብቪድዮ ተኮይኑ ከምዘላቱ ኦኬ ክንብሎ ኢና ብኣውድዮ ተኮይኑ ከዓ ድምፂ ጥራይ ብኣውድዮ ኣውድዮ ክመርፅ እየ ሕጂ ምርጫ ናተይ እዚ ብቪድዮ እንድሕር ኢልዮ ደሓር ኦኬ ተይልዮ ራይዎ ኣብዚ ላዕሊ ትሪእዋ ኣለኹም ናይ ዳውንሎድ ትገብር ከም ዘላ ምልክት ተርእየኒ ኣላ ዳውንሎድ ይገብር ከም ዘሎ ግን ጽቡቅ ጌርና ክንሪኦ ክነረጋግጽ እንድሕር ደሊና ካልእ ኣፕሊኬሽን ኣየድልየና ዳውንሎድ ንምግባር ናቱ ናይ በዓሉ ተኣሽሙ ስለ ዘለዎ ሲስተም ኣብዚ ኣብ ላዕሊ ሰለስተ መስመር ነጠብጣብ ንርእየን ኣለና ኣብዘን ሰለስተ ነጠብጣብ ኣብኣ ተንኪፍና ዳውንሎድስ ዝብል ነህለኩም ኣብዚ ጽሑፍ ኣብ እንትንክፍ ነለኩም ተክለ ተስፋዝጊ ኢሉ ኣብዚ ዳውንሎድ ገብር ኣሎ ማለት እዩ ሕጂ ዳውንሎድ ገይሩ ምስ ወደአ ኣበይና ንረኽቦ ካልእ ታእሽሞ ኣየድልየናን እዩ ቪድዮ እንድሕር ኣለና ኣብ ቪድዮ ክጸንሓና እዩ ተዘይብልና እዚ ናይ ቪድዮ እንታይ ሽሙ ጋለሪ ኣብ ጋለሪ ናይ ታሽሙና ኣሎ ማለት ክኣቱ ትኽኢሉ ካልእ ተወሳኺ ኣፕሊኬሽን ዳውንሎድ መግበርስ ኣየድልየናን እዩ እዝን ካልእን ብልጫታት ኣለዎ እስኹም ኣቲኹም ቼክ ግበርዎ ነቲ ካልእ ተሪፉ ደሎ ድብሎ ደለኹ ሕጂ ቀጥታ ናብ ከመይ ጌርና ከም ነውርዶ ከምቲ ዝበልኩኹም እቲ ሊንክ ናቱ ኣብ ዲስክሪፕሽን ቦታ ክገድፈልኩም እየ ኒው ፓይፕ እዩ ድበሃል ነዚኣ ትንክፍ ምስ ኣበልኩሞ ነዚ ዝገድፈልኩም ሊንክ ቀጥታ ናብ ጎግል ክሮም ክወስደና እዩ ኣብ ክሮም ኦኬ ንብሎ ኣራይ ያዋት ከምዚኣ ትሪእዎ ደለኹም ዳውንሎድ ገይሩ ወዲኡ ኣሎ ልዕሊ ክልተ ሚልዮን ሰብ ዳውንሎድ ገይሩ ይጥቀመሉ ኣሎ። ዳውንሎድ ገይርኩም ክትጥቀሙሉ ነለኩም እዛ ኣብ ቀጠልያ ዳውንሎድ ትብል ደላ ዳውንሎድድ ዝብል ጽሑፍ ነለ እሳ ኢና ንትንክፋ ሓሙሽተ ነጥቢ ሰብዓን ክልተን ሜጋባይት እዩ ብዙሕ ዓቢ ታእሽሙ የብሉን ኣነ ድሮ ዳውንሎድ ገይርዮ ስለ ዘለኹ ዋላ ሓንቲ ታእሽሙ ኣየድልየንን ግን ንዓኹም ንምርኣዩ ኣብዚኣ ዳውንሎድ ትብል ምስ ተንከፍናያ ቀጥታ ኣብ ሆም ስክሪንና ቀጥታ ባዕሉ እዩ ዝመጻልና። እቲ ታሽሙ ምልክቱ ነዚ እዩ ድመስል NewPipe ይበሃል። ኣውሪድኩም ክትጥቀምሉ ፈትንዎ። ዝኾነ ዘይሰርሓልኩም ገለ እንድሕር ኣሎ ወይ ከምዚ ኮይኑ ትብልዎ ነገር እንድሕር ኣሎ ኣብ ታሽሙ ጸሓፉለይ ኣብ ኮመንት። ክዕረ ዝግብኦ እንድሕር ኣሎ ከዕሪ እየ። ጽን ኢልኩም ስለ ዝሰማዕኩምኒ የቀኔለይ ሎማዕንቲ ብሩክ መዓልቲ።